ሰላምታና ካብ ሲኤም ኤክስትራ ብምቕዳም ቻነልና ሕጂ እውን ብሓድሽ ኣቀራርባ ፍልይ ብዝበለ ትሕዝቶ መደባት ኣብ ምቕራብ ትርከብ። ብዘይናትኩም ተሳትፎ ግን ክትደምቕን ክትዕምብብን ስለ ዘይትኽእል ከምቲ ልሙድ ላይክ፣ ሼር፣ ሳብስክራይብ ክትገብሩ ብምምሕጻን ንሃናጽ ርእይቶታትኩምን ነቐፌታኹምን ክንቅበል ድሉዋት ምዃንና ንገልጽ።

ንሎሚ ንሓደ ካብ ተፈተውቲ ግጥማት ፕሪምየር ሊግ ዓዲ እንግሊዝ ዝሓለፈ ሰንበት ብወግዒ ምዝዛሙ ምኽንያት ብምግባር ኣብ ዓመተ ስፖርት 2024ን 2025ን ፀወታታት ፕሪምየር ሊግ ንዝተሳተፈ 20 ክለባት ገምጋም ዝገበረ ትሕዝቶ ዳህሳስ ፕሪምየር ሊግ ሒዝናልኩም ቀሪብና ኣለና። ብምክታልኩም ብኽብሪ ንዕድም። ተዓዋቲ ፅዋ ፕሪምየር ሊግ ሊቨርፑል ዝርከበቶ ዓብላሊ ዓወት ካብ ትፅቢት ብዙሓት ወፃኢ እዩ። ምኽንያቱ ቀንዲ ዝግመት ድማ ምኻርቲ ንነዊሕ እዋን ኣሰልጣኒኣ ዝነበረ የርጎን ክሎፕ እዩ። ሊቨርፑል ድሕሪ ክሎፕ እንተወሓደ ንሓደ ክልተ ሰስተ ዓመታት ክትጽገም ከም ትኽእል ግምታቱ ዝገለጸ ቁጽሪ ተንተንቲ ኮነ ኣፍቀርቲ ኩዕሶ እግሪ ውሑድ ኣይነበረን። ብሓድሽ ኣሰልጣኒ ኣርነ ስሎት ንውድድራ ዝጀመረት ሊቨርፑል ብዘይካ'ቲ ካብ ጁቬንትስ ዝዓደገቶ እሞ ብዙሕ ናይ ጸወታ ዕድል እውን ዘይረኸበ ኢጣልያዊ ኪየዝያ ዋላ ሓደ ተጻዋታይ ከየፈረመት'ያ ንውድድር ፕሪመር ሊግ ኣሃዱ ኢላ ምጅማራ ደገፍታ ዝነበሮም ትጽቢት ጋንትኦም ከምዚ ቀዳሞት ኣርባዕተ ውርዳ ምዛም ዝሓልፍ ኣይነበረን። ይኹን እምበር ኣሰልጣኒ ኣርነ ስሎት ኣብ ጻውታ ጋንትኡ መጠናዊ ለውጢ ጥራይ ብምግባር ንከም ኣካፋሊ ግራምቨንበርግ ናይ ሜላ ጻውታ ለውጢ ብምግባር ንሰላሕ ድማ ኣተኩሩ ኣብ ምጥቃዕ ጥራይ ከድብ ሓበሬታ ብምሃብ እዩ ነታ ብክሎፕ ተቃኒያ ዝተረከባ ሊቨርፑል ናብ ዓወት ዘብቅዓ። ሊቨርፑል ኣብ ዝተዛዘመ ውርዳት ፕሪምየር ሊግ ኣዝያ ዓብላል ዝኾነ ውጽኢት እቲ ዓመተ ስፖርት ንምዛም ገና ክልተ ወርሒ ተሪፍዎ እንከሎ እያ ዓወታ ዘረጋገጸት። ካልኣይ ደረጃ ሒዛ ውድድራ ዝዛዘመት ኣርሰናል ንሳልሳይ ተኸታታሊ ዓመት ስፖርት እያ ካልኣይ ደረጃ ክትሕዝ ክኢላ። ኣብዚ ዓመተ ስፖርት ዓወተይ ክትከውን ብብዙሓት ተገሚታ ውድድራ ዝጀመረት ኣርሰናል ከምቶም ዝሓልፉ ዓመታት ኣብ ድርኩ ከይት ፍጻመ እቲ ውድድር ነቲ ንኣዋርሕ ዝቕጽል ገስጋሲኣ ዝዝገት ተደጋጋሚ መስበርቲ ተጻወትታ ዓቕሚ ደረጃ ኣብ ወንበር ተቐይርቱ ዘሎ ሃጎፋትን ኣብ ወጥሪ እዋን ዝፍጠር ጌጋታት ኣሰልጣኒኣ ሚኬል ኣርቴታን ንዝድኽመታ ጠንቂ ተባሂሎም ዝግለጹ ምክንያታት እዮም። ኣብዛ ዓመተ ስፖርት ድሕሪ መስመር ኮኾብ ተጻዋታያ ቡካዮ ሳካ ኣብ መስመር ምጥቃዕ ርኡይ ዝኾነ ድኽመት ዝተራእያ ኣርሰናል ምስ ምፍርራም ብሉጻ ምዝጋብ ሸቶ ዝኾነ ኣጥቃዓይ ናብ ደረጃ ቻምፒዮንነት ትምለሰሉ እዋን ብዙሕ ዘይረሓቐ ክኸውን ይኽእል ክብሉ ተንተንቲ ይገልጹ። እታ ንዝሓለፈ ዓመታት ንግጥማት ፕሪምየር ሊግ ንዝበሓተቶ ማን ሲቲ ኣብዚ ዓመተ ስፖርት ካብ ትፅቢት ወፃኢ ብዙሓት ንዋንጫ ናይ ምዕታር ዕድላም ግና ኣብ መፋርቕ ዝዓመት ስፖርት እያ ኣፀልሚታቶም። ብዘይ ከም ዝሓለፉ ዓመታት ድኹም ዝኾነ ምንቅስቓስ ዝረኣየት ማን ሲቲ፣ ብፍላይ ኣብ ወርሓት ሕዳር ታሕሳስ ዝበዝሐ ግጥማታ ብስዕረት እያ ዛዚማ። ኣብ መስኮት ምዝዋር ተጻወትቲ ኣብ ወርሒ ጥሪ ብርክት ዝበለ ገንዘብ ብምውጻእ ተጻወትቲ ዝዓደገት ሲቲ፣ ኣብ ዝቕጽል ዓመተ ስፖርት ኣብ ግጥማት ቻምፕየንስ ሊግ ዘሳትፍ ደረጃ ካብ ምሓዝ ግን ኣይሓመቐትን። ኣብ ውሽጢ ክልተ ዓመት ልዕሊ ሓደ ነጥቢ ኣርባዕተ ቢልዮን ፓውንድ ወጻኢታት ብምግባር ብዝሒ ዘለዎ መንእሰያት ተጻወቲ ብምግዛእ ኣደዳ ነቐፌታ ብዙሓት ዝኾነ ቸልሲ እውን ብተመሳሳሊ ካብ ግምት ብዙሓት ወጻኢ ብኣወንታዊ ጎኒ ብምፍሻል ተሳታፊ ቻምፒየን ሊግ ክትከውን ዘብቅዓ ናይ ራብዓይ ደረጃ ረኺባ እያ። ቸልሲ ብፍላይ ክሳብ ወርሒ ለካቲት ዝነበራ ገስጋስን ዋንጫ ንምዕታር ምስ ክለባት ሊቨርፑል፣ ኣርሰናል ክትሕጸውን ኣኽኢልዋ እዩ። ኣብ ክራማት ናይ ምስልጣን ሓላፍነት ዝተረከበ ኢንዞ ማሬስካ ኣዝዩ ዘተኣማማኒ ጋንታ ሒዙ ንክቀርብ ተስፋ ዝሃበ ዓመተ ስፖርት ከም ዘሕለፈ እውን ይእመን። ኒውካስትል እታ ንእንግሊዝ ብምውካል ኣብ ዝመጽእ ዓመተ ስፖርት ኣብ ግጥማ ቻምፒየንስ ሊግ ኤውሮጳ እትሳተፍ ሓምሸይቲ ጋንታ ትውክል ክለብ ብምዃን ውድድር ኣዛዘመት ክለብ እያ። እዛ ተዓዋቲት ካርሊንካ ብምዃን ዓወት ዝተጎናፀፈት ክለብ ብኣሰልጣኒኣ ኤዲ ሃው ተመሪሓ ብሉፅ ዓመተ ስፖርት ብዘሕለፈ ኤርትራዊ ሽወደናዊ ኣሌክሳንደር ኢሳቕ ሾታት ተሓጊዛ ሓምሻይ ደረጃ ብምሓዝ እያ ኣንፀባራቒ ዓወት ኣመዝጊባ ኒውካስትል ናብ መድረኽ ቻምፒየንስ ሊግ ምምላሳ ነቲ ናብ ዓበይቲ ክለባት ዓለምና ክሰጋገር ይኽእል እዩ ዝበሃል ኢሳቕ ንተወሳኺ ዓመት ክተፅንሖ ዕድል ከምዝኸፈተላ ድማ ይሕበር። ክለባት ኣስቶን ቪላን ኖቲንግሃም ፎሬስትን ክሳብ መወዳእታ ግጥማት ፕሪምየር ሊግ ናብ ውዳብ ቻምፒየንስ ሊግ ኤሮጳ ከሳትፈን ዝኽእል ዕድል ዝነበረን ክለባት ኮይነን ኣብ መበል 68 ዙርያ ግጥማት ብዝወረደን ስዕረት ናይ ሻድሻይን ሸውዓይን ደረጃ ብምሓዝ ናይ ውድድራት ኤውሮጳ ሊግን ኮንፈረንስ ሊግን ዘሳትፍ ዕድል ዝረከባ ክለባት እየን። ብፍላይ ኖቲንግሃም ፎሬስት ኣብ ዝሓለፈ ዓመተ ስፖርት 2023ን 2024ን ካብ ናብ ታሕተዋይ ደረጃ ናይ ምውራድ ሓደጋ ድሕና ኣብ ውሽጢ ሓደ ዓመት ኣብዚ ደረጃ ብምብፅሓ ንደገፍታ ዓብ ዓወት እዩ። ኣስቶን ቪላ ብኣንጻሩ ዝሓለፈ ዓመተ ስፖርት ተሳታፊት ዝነበረትሉ ግጥማ ቻምፒየንስ ሊግ ኣብ ማዕዳ ክጥምት ብምኽኣላ ንኣሰልጣኒኣ ኡናይ ኤምረ ቅር ዝበለ ተርእዮ እዩ። እዚ ይኹን እምበር ኣስቶን ቪላ ምስ ክለብ ብተደጋጋሚ ኣብዚ ደረጃ ብምብጽሓ ንደገፍታ ብሓጎስ ዘጸንብልዎ ኣጋጣሚ እዩ። ክለባት ብራይተን ቦርንማውዝን ብሬትፎርድን ንውድድር ዓመተ ስፖርት ፕሪምየር ሊግ እንግሊዝ 2024-2025 ካብ ሻምናይ ክሳብ ዓስራይ ደረጃ ብምሓዝ ምስ ብሉፃት ዓሰርተ ክለባት ውድድረን ዝዛዘማ ክለባት እየን። ኣብ ዝርዝር ደረጃ ቀዳሞት ዓሰርተ ክለባት ፕሪምየር ሊግ እንግሊዝ ስመን ብዘይምርቁሑ ብዙሓት ሰባት ኣእዛኖም ዝደንጹ ክስተት እንተሎ ስም ክለባት ማንቸስተር ዩናይትድን ቶተንሃምን እዩ። እወ ብልክዕ ስም እዘን ክለባት ኣብ ዝተዛዝመ ውዳት ምስ ቀዳሞት ዓሰርተ የለን ጥራይ ዘይኮነስ ዓሰርተ ሓደ፣ ዓሰርተ ክልተ፣ ዓሰርተ ሰለስተ፣ ዓሰርተ ኣርባዕተ ኢልና እንተንጠቅስ እውን ስመን ክጥቀስ እምበር ኣይምኽኣለን። እቲ ምኽንያት ጽልኢ እውን ወይ ኣንጻር ደጋፊ ኣይኮነን እንታይ ደኣ ተበልኩም እቲ ምኽንያት ድኹም ዝኾነ ዓመተ ስፖርት ብምሕላፈን እዩ። ማንቸስተር ዩናይትድ ኣብ ታሪኽ ዝደኸመ ውጽኢት ብምምዝጋብ መበል ዓሰርተ ሓሙሽተ ደረጃ ሰሪዓ ውድድራ ዛዚማ እንተበልናኩም'ከ ንሓደ ብዝተፈላለየ ምኽንያት ነዚ ዓመተ ስፖርት ዘይተኸታተለ ኣፍቃሪ ስፖርት ሕልሚ ወይ ኣፕሪል ዘፉል መዓልቲ ሓሶት ክብል ምደፈረ። ኣብ መፋርቕ ውድድራ ንኣሰልጣኒኣ ዘባረረት'ሞ ካልእ ኣሰልጣኒ ዝተክእት ዩናይትድ ተደራራቢ ስዕረት ኣብ ልዕሊኣ ስዕረት ብምቕማስ ንሰለስተ ዝተመልሳ ክለባት ወልቭስን ቶተንሃም በሊጻ'ያ ውድድራ ዛዚማ። ኣብዚ ወልሓንቲ ኣወንታዊ ነገራት ዘየርኣየትሉ ውድድር ምዝዛሙ ንደገፍቲ ዩናይትድ እቲ ዝበለጸ ህያብ ምዃኑ ይግለጽ። ኣብ ሰሜን ለንደን ብዘሎ ሓፈሻዊ መግለጺ ቀንዲ መቀናቕንታ ኣርሰናል ዝኾነት ቶተንሃም ኣብዚ ውድድር ዓመተ ስፖርት ካብ ሳሳን ሸሞንተን ግጥማት ፕሪመር ሊግ ዒስራን ሓደን ግዜ ተሳዒራ እያ ውድድራ ዛዚማ። መበል ዓሰርተ ሸውዓተ ደረጃ ሒዛ ዝዛዘመት ቶተንሃም ኣብ ግጥማት ኤውሮፓ ሊግ ነታ ብተመሳሳሊ ድኹም ብቕዓት ዘንጸባረቐት ማንቸስተር ዩናይትድ ብምርታዕ ተዓዋቲት ግጥማት ኤውሮፓን ሊግ ብምዃን ድሕሪ ኣርባዕ ዓመታት ኣብ መድረኽ ዓወት ኤውሮፓ ድሕሪ ዓሰርተ ሸሞንተ ዓመታት ድማ ኣብ ጽምብል ጽዋእ ብምስታፍ ነቲ ድኹም ዓመተ ስፖርት ፕሪመር ሊግ ዝርሳዕ ኣብ ዓወት ብምዝጋብ እንደገፍታ ንሰሙናት ዝቐጸለ ሓጎስን ፈንጠዝያን ኣግዚማ ትርከብ። ኣብ ምጅማር ዓመተ ስፖርት ኣብ ታሕተዋይ ዲቪዥን ቻምፒዮን ናብ ውድድር ፕሪምየር ሊግ ዝደባ ክለባት ሌስተር ሲቲን ኤፒስዊጅን ሳውዝሃምፕተን ድማ 18 19 20 ደረጃታት ብምሓዝ ተመሊሰን ናብ ታሕተዋይ ሊግ ዝወረዳ ክለባት እየን። ኣብ መወዳእታ ኣብ ዝተዛዝመ ውዳት ኣብ ዝተፈላለየ ጽፍሒ ብውልቆም ብሉጻት ኮይኖም ዝተዓወቱ ዝርዝር ምስ ንዕዘብ ድማ ብሉጽ ተጻዋታይ መሓመድ ሳላሕ ሊቨርፑል ብሉጽ መንእሰይ ተጻዋታይ ግራንበርበርግ ሊቨርፑል ኮኸብ ኣመዝጋቢ ሸቶ መሓመድ ሳላሕ ብ29 ሸወታት ኮኸብ ኣቐባሊ ሸቶ መሓመድ ሳላሕ 18 ሸታት ዝኾና ኩዓሳሱ ብምቕባል ኮኸብ ሓላዊ ውልዳት ዴቪድ ርያም ኣርሰናልን ማትስ ሰልስን ኖቲንግሃምን እዮም። ብጋንታ ደረጃ ምስ ንዕዘብ ዝበዝሐ ሸቶ ዘመዝገበት ጋንታ ሊቨርፑል 86 ሸቶታት ብምዝጋብ ዝወሓደ ሸቶ ዝተመዝገባ ጋንታ ድማ ኣርሰናል 34 ሸቶታት ጥራያ ናብ ልዳታ የእንጊዳ። ዝበዝሐም ብጫ ካርድ ዝረኣየት ጋንታ ቸልሲ 99 ብጫ ካርድ ብምርኣይ ዝበዝሐ ቀይሕ ካርድ ዝረኣየት ጋንታ ኣርሰናል 6 ቀይሕ ካርድ ብምርኣይ ውድድራተን ዛዚመን። መደብና ክሳዕ መወዳእታ ብምክታልኩም ደጊምና እንዳመስገና ኣብ ዝቕጽል ቪድዮና ክሳብ ንራኸብ ከምቲ ልሙድ ላይክ ሼር ሳብስክራይብ ብምግባር ህላውነትኩምን ደገፍኩም ኣይፈለየና እንዳበልና ንሎሚ ዘዳልናያ ትሕዝቶ ኣብዚ ንዛዝም ሰላም